ከቢድ ባእሲ ተፈጢሩ ሊሊና ኣሌክስ ብሰንኪ ቤቲ ማለት እዩ ሕዚ እውን እንዳተባእሱ ይርከቡ ማለት እዩ ኣሌክስ ንሊሊ ማለት እዩ ክንዲ ቤቲ ዘርዩ ንቤቲ ምንም ነገር ክትናገር እያ ኣይደልን እየ ትናገር እዮ ዘለኽ ቃላት ንኣለ ሕርቕ ስለዝኾነ ክትናገር እየ ኣይደልን እየ ኢሉ ክንዲ ቤቲ ዘርዩ ማለት እዩ ንሊሊ ኮር ኢላ ማለት እዩ ሰላም ሰላም ኮራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለኣ ኣብ ዘለኹምዎ ሰላምኩም ብዝሕ ተርፍ ይበለል እንዳበልኩ ለማዓንቲ ድማ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክጅምሩ ከለኹም ላይክ ብምግባር ጀምሩ ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ክብለኩም ይደሊ ማለት እዩ ቤተሰብ ዝኾንኩም ድማ ላይክ ሸር ምግባር ይትሕመቑ ማለት እዩ ስለ ተባራታትዑኒ ብጣዕሚ ብጣዕሚ ዘመስግን እግዚኣብሔር የኽብረለይ ክብለኩም ይደሊ ማለት እዩ ብሓቂ ማለት እዩ ብጣዕሚ እየ ለመስግነኩም ማለት እዩ ሕዚ እውን ምብርትታዕኹም ኣይፈለኒ ክብል ይደሊ ማለት እዩ ናይ ልምዓንቲ መደብና ብዛዕባ ሊልና ኣሌክስ እዩ ማለት እዩ ከምቲ ኩሉ ግዜ ለምዓንቲ ድማ ብጣዕሚ ዘበሳጭና ብጣዕሚ ብጣዕሚ ዘሕዝን ነገር እዩ ተፈጢሩ ዘሎ ማለት እዩ። እስካብ መጨረሻ ሓቢርኩም ምሳይ ፅንሑ ማለት እዩ። ካብ ትማሊ ብዝሓለፈ ንእሽተይ ክናገርና ካብኡ ናብቲ መደበይ ከብል እየ ቤተሰብ ማለት እዩ። ሊሊ ከምቲ ትማሊ ንሪኣ ነበርና ማለት እዩ። ንኣሌክስ ኣብ ክሳዱ ዝነበረ በቲኻትሉ ማለት እዩ። ምክንያቱ ዝኾነ ነገር ተገይሩላ ተገይሩሉ ኢላ ስለ ዝሓሰበት ማለት እዩ ኣብ ክሳድ ዝነበረና ኣብ ኢደ ዝነበራ ነገራት ኩሉ ኣውፅኣትሉ ማለት እዩ ኣሌክስ ብጥዕናኡ ኖርማል ስለ ዘሎ ብጣዕሚ ስለ ዝተሻቐለት እዩ ከምኡ ገይራ ማለት እዩ ንሱ ገይራ ድማ ናብ ቤት ኸይዳ ማለት እዩ ናብ ቤት ኸይዳ ድማ ካብ ኣሌክስ ክትርሕቕ ከም ዘለዋ እዚ ኩሉ ነገራት ብሰንኪ ክኢላ ስለ ዝሓሰበት ማለት እዩ ንቤቲ ክተጠንቅቃ እያ ከይዳ ነይራ ማለት እዩ። ቤቲ ድማ ከምቲ ትርእዋ ነበርኩም ብጣዕሚ ትሕጭጨላን ትባጭወላን እያ ነይራ ማለት እዩ። ሊሊ ከምቲ ትርእዋ ነበርኩም ብጣዕሚ ተናዲዳን ብጣዕሚ ተባሳጭያ ነይራ። ምክንያቱ እዚ ኩሉ ነገራት ክኸውን ከሎ ብሰንኪ ቤቲ ምዃኑ ማለት እዩ ንንሄኖስ ንሄፋ ብሲስተም ከም ዝቐረወቶም ዝኾነ ነገር ደልያ ምዃና እያ ሓቢራታ ማለት እዩ። ብምኽንያት ከቀሪብኩዮም ንስኺ ብተንኮልኪ ከቀሪብኩዮም ማለት እዩ። ንሳቶም ከምዚ ምዃንኪ ኣይፈለጡን። ከምዚ ምዃንኪ ተዝፈልጡ ነይሮም በፍፅም ናብ ኣሌክስ ከቅርቡኺ ኣይምኽኣሉ ነይሮም። ንስኺ ግን ብተንኮልኪ ኢኺ ቀሪብክዮ ሓወይ ዶ ምን እዩ ደና በልኪ ማለት እዩ ናይ ሓው ግብርለይ ትገብሪ ሓላለይ ወለላይ እናበልኪ ክተቀባጥር ትውዕል ዘለኺ ኢላ ማለት እዩ ከምዚ ትርእዋ ዘለኹም ብጣዕሚ እያ ኣባጫ ትለን ማለት እዩ ምንም ክትሰምዐንሲ ኣይከኣልን ዋላ ጠጠው ኢላ ደኣ ትንበር ምስኣን እምበር ብጣዕሚ ምንም ኣይመሰላን ናይ ሊሊ ዘረባ ማለት እዩ እዚኣ ብቀሊል ትርሕቕ ኣይኮነትን ማለት እዩ ጌን ቤተሰብ ማለት እዩ ንምንታይ ኣሌክስ ካብኣ ክርሕቕ ዘይመረፀ ቤት ከ ንምንታይ ካብኣ ካብ ኣሌክስ ክትርሕቕ ዘይመረፀት ኣብዚ ኣስተውዒልኩሎም ትፈልጡ ዶ ምንም ዓይነት ርክብ እንተዘይህልዎም ነይሩ ማለት እዩ ከምዚ ዝኩሉ ሓዳሩ እንዳተበፀፀ ሂወቱ እንዳተበፀፀ እንዳሃለወ ኣሌክስ ፀጥ ኣይምበለን ኢለ ኢለ ሓስብ ቤተሰብ ማለት እዩ ግን ኣብ መንጎኦም ዝኾነ ርክብ ስለ ዘለዎ ማለት እዩ እና ኩሉ ነገር ድማ ሊሊ በፂሓቶ እያ ምክንያቱ ዝበፅሐቶ ነገራት ድማ እንታይ ይመስለኩም ኣይተሳኸዐልክን ሓሲብክ ዝነበርክ ካልእ እዩ ግን ከዓነይ ገጢመክ እየ ኩሉ ነገር ፈሽሉ እዩ ማለት እዩ እስኺ ዝሓሰብክዮ ኣይ ተሳኸዐልኪ ምክንያቱ ዝኾነ መስተፈቅር ነገር ጌራስ ምስ ሊሊ ክፈላለዩ ካብ ሓዳሮም ክብተኑ እያ ደልያ ነይራ ከምኡ ኣነ ማለት ካብ ኣነጋግራ ሊሊ ካብ ዝተረዳእኽዎ ከምኡ እዩ ቤተሰብ ማለት እዩ እና እዚ ነገራት እዚ ከም ዝፈሸለ ድማ ነጊራታ ማለት እዩ እኩል ነገር ፈሊጠኪ እየ ኢላታ እንታይ እዩ ፈሊጥኪ እንታይ ክገብር ሓሲበ ነይረ ኢላ ከም ዘዘይፈለጠት ገገም እያ ኢላትላ ቤተሰብ ማለት እዩ

እዚኣ ናተይ መልሲ እያ ማለት እዩ ናተይ ሕቶ ኣባ ቤተሰብ ንምንታይስ ለይቲ ርሕቕ ትርእዋ ኣለኹም ሊሊ ብጣዕሚ እያ ተባሳጫን ንሳ ግን ሓሪቓ በቃ ምናምን ክትሪኣ ደስተኛ እያ ኮይና እኒኣ ማለት እዩ ምሕራቓ ሊልሲ ምንም ኣይመሰላን እንኳን ብቐሊሉ ካብ ኣሌክስ ክትርሕቕ ማለት እዩ ኒድ ኢሉ እውን በቃ ማለት ክተቃፅላ እያ ትመስል ማለት እዩ። ከምቲ ንሪኣ ዘለና ቤተሰብ ብቐሊሉ ትረሓቐ ብቐሊሉ ትገድፎ ኣይትመስልን ኣሌክስ። ኣሌክስ እውን ከምኡ እዩ ነገራት ካሊእ ሱር ዝሰደደ ኮይኑ ዝስምዐኒ ዘሎ ቤተሰብ ኣነ ማለት እዩ። ብጣዕሚ እዩ ከቢድ ከምዚ ዓይነት ሲ ተናጊርካ ወይ ከዓ ተዛሪብካ ክተርሕቆ ኣይትኽእልን ኢኻ እንዲያም ዝገደደ ዝገደደ ህልኽ እዩ ዝስምዖ ማለት እዩ። ብጣዕሚ ማለት እዩ ከምዚ ኢላ ኣናጊራታ ናብ ገዛ ምስ ተመለሰት ድማ ብጣዕሚ ከቢድ ባእሲ እዩ ተፈጢሩ ምስ ሊልና ኣሌክስ ማለት እዩ ብጣዕሚ ከቢድ ነገር ከቢድ ንትርኽ እዩ ኣብ መንጎም ተፈጢሩ ማለት እዩ ምክንያቱ ከምዚ ኢላ ንቤቲ ከይዳ ስለ ዘናገረታ ንቤቲ ክትናገር እያ ኣይደልን እየ ንቤቲ እዚ ከምዚ ኢልኪ ክትዛረብ እያ ኣይደልን እየ ኢሉ ብጣዕሚ ምስ ሊሊ ከቢድ ባእሲ እዩ ተፈጢሩ ኣብ ገዛ ማለት እዩ ምክንያቱ ርኢኹምዎ ኢኹም ብቀዳማይ ኣነ ቤቲ ክትኩር ኣይደልን ይቅርታ ክሓታ ኣለኒ እሳ ክትናደድ ኣይደልን መን ስለ ዝኾነት እያ ቤቲ ንኣሌክስሲ መን እያ ቤቲ ሊሊ ድያ ትቐርቦ ወይስ ቤቲ እያ ትቐርቦ እዚኣ ንዓይ ዘይተመለሰት ሕቶ እያ ወይስ ሓድሻ ፍቅርስ መናቆሪ ኮይንዎም ይንድዒ ቤትታ ከምዚ ኢሉ ግግም ክብል ከሎ ኣሌክስ ግን ብጣዕሚ ዘጨንቕ ነገር እዩ ማለት እዩ እንዲያም ጎበዝና ጠንካራ ስለ ዝኾነት እያ ሊሊ እዚ ክኢላቶ ማለት እዩ ብሓቂ ኣብ ሓቀኛ ሂወት እዚ ዘሎ እዩ ማለት እዩ ከምዚ ዓይነት ዘጋጥመን ንብዙሓት ኣሕዋተይ ክህሉ ይኽእሉ ማለት እዩ ከምዚ ከምዚ ኣሌክስ ዝሰርሓ ዘሎ ማለት እዩ ንህይወቱ ባዕለ ንፋስ እናኣተወ ማለት እዩ ኣብ ጎነን ብዘለዋ መሓዝተይ ኢሉ ድዩ ወይ ከዓ ናይ ሓደሽቲ ወሻሽም ድዩ ማለት እዩ ንህይወተን ባዕሎም ዘርሞ ዘርሞ ይገብርዎና ኣነ ምሳኺ ክፈላለ ይደልን እየ ብጣዕሚ ዘፍቅረኪ ብጣዕሚ እየ ዝሓልየልኪ ገለታት ገለታት እናበሉ ከዓ ብኣፎም ይዛረቡ ግብሮም ድማ ካሊእ ማለት እዩ ስጀመር ብኣፉ ካሊእ ዝዛረብ ወይ ከዓ ግብሩ ካሊእ ቃላት ብቻ ተኮይኑ ምንም ትርጉም የብሉይ ማለት እዩ። እዚ ቀሻሺ ሓሻዊ እዩ ማለት እዩ። እና ሊሊ ድማ ክንደይ ግዜ መኺራቶ ክንደይ ግዜ ተናጊራቶ ማለት እዩ። ኣሌክስ ድማ ብፍጽም ክሰምዓ ኣይከኣለን ማለት እዩ። እስካብ ሕዚ ካብ ቤት ትበሃል ሰብ ክርሕቕ ኣይከኣለን። ዕርኽቲ እሞ ከምቲ ትርእይዎ ማለት እዩ። ተናጊሮም ተናጊሮም ተናጊሮም ምስማዕ ኣብይዎም ጭራሽ ከም ጸላእቱ ከም ናቱ ሕማቕ ዝደልዩ እዩ ዝሓስቦም ዘሎ ማለት እዩ ከምኡ ገይሩ ወሲድዎም ን ቤተሰብ ብጣዕሚ እዩ ዝገርመካ ማለት ዓርክኻ ማለት መስትዋትካ ምዃኑ ጠፊእዎ ዶ ትብሉ ቤተሰብ ኣብ ጎንኻ ዘሎ እዚሲ ሕማቅ ትገብር ኣለኻ ጌጋ ትገብር ኣለኻ ጌጋ ትሰርሕ ኣለኻ ክብልዎ ከለዉ ንሱ ግን በፍጽም ኣነ ጌጋ የብለይን ትኽክል እየ ዘለኹ ንስኻትኩም እንታይ ኢኹም ትኾኑ ዘለኹም ደሓን ካልእ ግዜ የራኽበና በቃ ገለታት ገለታት እናበለ እዩ ዝፍክር ማለት እዩ እና በፍጽም ካብ ቤት ክፍለ ወይ ከዓ ክርሕቅ ኣይድልን ማለት እዩ ሕዚ ድማ ኣብ ሂወቶም ድጋሚ ባእሲ ፈጢራትሎም ኣላ ቤተሰብ ማለት እዩ ብኸመይ ከም ዝፍታሕ ሓቢርና ክንርኢ እና ማለት እዩ። ናይ ለማዓንቲ ቢድዮ ዝነበረት ግን እዚኣ ትመስል ነይራ። ኣብ ቀጻሊ ቢድዮና ክሳብ ንራኸብ ሰሰነይ ንዓኹም ብጣዕሚ ዝፈትየኩም ባይ ባይ።